ሰላም ጥዕና ሃበለይ ከመይ ጸንሑ ክብራት ተመልከቲ ቴሌቪዥን ድምፂ ወያነ ትግራይ ንብምልእኹም ህዝቢ ትግራይ እንኳዕ ንመግለፂ ህዝቢ ትግራይ ዝኾነ ባህላውን ሃይማኖታውን በዓል ኣሸንዳና ብሰላም ኣብፀሐኩም ክንብል ንፈቱ ነዚ ዕለት ናብ ዘዳለናልኩም ዜናታት ድማ ክንሰጋገርም ዓመታዊ በዓል ኣሸንዳ ኣብ ትግራይ ብፍላይ ድማ ኣብ ቅድመ ግንባርን ዝተፈላለዩ ከባቢታት ዓለምናን ብክብ ዝበለ ድምቀት ይኽበር ኣሎ። ህዝቢ ትግራይ ካብ ጥንቲ ጀሚሩ ደቂ ኣንስትዮ ብነፃነት ባህልን ንኽገልፃ እናተተባባዓሉ ካብ ዝመፃ ምዕቡል ባህልታቱ ሓደ ዝኾነ በዓል ኣሸንዳ ሎሚ ዘበን ፍልይ ብዝበለ ኣገባብ እናተኸበረ እንትኸውን እቲ በዓል ወረርቲ ሓይልታት ካብ ዝበዝሑ ከባቢታት ትግራይ ብቕልፅም ሓየት ሰራዊት ትግራይና ተደሲቖም ኣብ ዝወፅሉ ፅባሕ እዩ ዝኽበር ዘሎ። ብተወሳኺ በዓል ኣሸንዳ ኣብ ቅድመ ግንባር እውን እናተኸበረ ከም ዝርከብ ብፍላይ ድማ ኣብ ግንባር ኣልዋሃ ብዝለዓለ ፅምብል እናተኸበረ ከም ዝኾነን ንምፍላጥ ተኻኢሉ ኣሎ። ብዘይካዚ እውን በዓል ኣሸንዳና ኣብ ኣሜሪካ፣ ሃገራት ኣውሮፓን ካልኦት ከባቢታት ዓለምናን ዘለዋ ደቂ ኣንስትዮ ዲያስፖራን ፈተውቲ ህዝቢ ትግራይን ብዝለዓለ ኣገባብ እናተኸበረ ከም ዝርከብ ንምፍላጥ ተኻኢሉ ኣሎ። እዚ ዓመታዊ በዓል ዓሚ ፍልይ ብዝበለ ኣገባብ ኣብ መላእ ትግራይን ካብ ትግራይ ወፃእን ከም ዝተኸበረ ድማ ይዝከር እዩ። ቢቢሲ ኣምሓርኛን ትግርኛን ህዝቢ ትግራይ የካይዶ ኣብ ዘሎ ቃልሲ ፍትሓውን ሚዛናውን ዘይኮነ ጸብጻብ ካብ ምቕራብ ክቑጠብ ዝጽውዕ ሰለማዊ ሰልፊ ኣብ ከተማ ለንደን ኣብ ዝርከብ ዋና ቤት ጽሕፈት ቢቢሲ ተኻይዱ ኣሎ። ኣብቲ ተጋሩ ተቐማጦ ዓባይ ብሪጣንያ ዘካየድዎ ሰልፊ ብዲሞክራሲያዊ መረጻ ህዝቢ ዝመረጾ መንግስትን ንሃለዋትን ድሕንነትን ህዝቢ ትግራይ ዝቃለስ ዘሎ ሰራዊት ትግራይን ዓመፅቲ እናበልኻ ምፅዋዕ ፍትሓዊ ኣይኮነን ዝብልን ካልኦት ኣመልኪቶም ድምፆም ኣስሚዖም ኣለው። ብዘይካዚ ድማ ኣብ ቤት ፅሕፈት ቀዳማይ ሚኒስተር ብምኻድ ኣብ ምዕራብ ትግራይ ዝካየድ ዘሎ ቅሉዕ ምፅናት ዘርእን ኢሰብኣዊ ተግባራትን ደው ንኽብል እውን ፃውዒት ኣቕሪቦም እዮም። ዝርዝሩ ካብ ስቲድዮ ከምዝስዕብ ክቐርበልና እዩ።
ህዝቢ ትግራይ ኣብ ዘካይዶ ዘሎ ኩለመዳያዊ ቃልሲ ኩሉ ተወላድ ትግራይ ጾታ፣ ሃይማኖት ከይፈለየም ኣብ ዓዲ ይሃሉ ኣብ ደገ ብዘየገድስ ከም ሓደ ሰብ ብሓደ ልቢ ወፊሩ ኣብ ዝተፈላለዩ ዓውድታት ቃልሲ ረቢቡ እናተቓለሰ መጺኡም ሕዚ እውን እናተቓለሰ ይርከብ። ፀላእቲ ህዝቢ ትግራይ ብወገኖም እቶም ፊት ንፊት መፂኦም ህዝብና ዘፅንቱ ዘለዉ ከም ዘለዉ ኮይኖም ኣብ ዝተፈላለዩ ዓለም ለኻውን ሃገራውን ትካላት ተሸጒጦም ኣንፃር ህዝቢ ትግራይ ውዲት ክፍሕሱ ድቃስ ዝስእኑ እውን ቁፅሮም ዝነዓቕ ኣይኮነን። ብፍላይ ኣብ ዝተፈላለዩ ዓውድታት ሚድያን ዲፕሎማስን ኮይኖም ኣንፃር ህዝቢ ትግራይ ብዘሰጉምዎ ጎስጓስ ኣብ ልዕሊ ህዝቢ ትግራይ ልዑል ፅዕንቶ ምብፀሖም እውን ኣይተረፈን። ነዚ ዝተረድኡ ተወለድቲ ትግራይ ነበርቲ ዓባይ ብሪታንያ ድማ ብፍላይ ከምኒ ቢቢሲ ኣምሓርኛን ትግርኛን ዝኣመሳሰሉ ትካላት ሚድያ ህዝቢ ትግራይ ኣብ ዘካይዶ ዘሎ ቃልሲ ሚዛናዊ ዘይኮነ ፀብፃባት ካብ ምቕራቦም ብተወሳኺ ኣጠቓቕማ ቃላትን ኣመራርፃ ዛዕባታትን ፍፁም መዳለውን ፍትሓውን ብዘይኮነ መልክዑ ኣብ ልዕሊ ህዝቢ ትግራይ በደል እናብፅሑ እዮም ብምባል ኣብ ከተማ ለንደን ናብ ዝርከብ ዋና ቤት ፅሕፈት ቢቢሲ ብምኻድ

ኣብቲ ሰለማዊ ሰልፊ ዝተረኸቡ ተሳተፍቲ፣ ቢቢሲ ኣምሓርኛን ትግርኛን ዘቕርብዎ ዘለዉ ዘይሚዛናዊ ጸብጻባትን ኣብ ልዕሊ ህዝቢ ትግራይ የብጽሕዎ ዘለዉ እዩ ዝበልዎ በደልን ከም ዝስዕብ ርእይቶ ሂቦምሉ እዮም። ክሳብ ሕጂ ዓሰርተ ወርሒ ሙሉእ ዝተገብረ ኹናት ኣብ ትግራይ እንታይ ሽሙ ከም ሸፋቱ እንዳቕረብዎም ንተጋደልቲ ንተዋጋእትን ትግራይ ሰራዊት ንናይ ኣብይ ኣሕመድ ድማ ሪፎርሚስት እንዳበሉ በቃ ለውጢ ዘምጽእ ተፈታዊ ከምዚ ዝበለ መንግስቲ ተራእዩ ዘይፈልጥ እንዳበሉ እንዳቕረቡ ንናይ ቲፒኤልኤፍ ግና ከም ዓማጽያን እንዳበሉ የቕርቡ ስለ ዘለዉ ናይ ትግራይ ኩናት ዘሎ ኣብ ዓመጽ ዝኣተወ ዝመጸ ደቂ ኣንስትዮ ጥምየት ዘሎ ብኩናት ከም መሳርሒ ተጠቒሞም ህዝብና ዘጥምይዎ ዘለዉ ረድኤት ከይኣቱ ዝገብርዎ ዘለዉ ኩሉ ክንዲ ዘጋልጹ ኣብይ ዝብሎም ዘለዉ ሓበሬታታት እንዳወሰዱ እዚ ኩናት እዚ ኣብ ቲፒኤልኤፍ ዝተልዓለ እምበር ኣብ ህዝቢ ትግራይ ከም ዘይኮነ ገይሮም ስለ ዘቕርቡ ፍትሓዊ ኣይኮነን ኢና ንብል። እቶም ጸብጻባት
ዜናታት ወገንተኝነት ስለ ዘርኢ ዘሎ for example ንናይ ትግራይ መንግስቲ እስካብ ሬበል ኢልካ እስካብ ምጽዋዕ which is ናይ ትግራይ መንግስቲ ሕጋዊ ዝኾነ ህዝቢ ዝተመረጸ ንህዝቢ ውክልና ዘለዎ መንግስቲ እዩ so እዚ ከምዚኦም ዝበሉ ወገን ጌጋ ዝኾኑ ዜገባታት ብምልኦም ጠጠው ንክብሉ ወይም ከዓ ንኸስተኻኽሎም ናይ ባዕልና ዝኾነ ድምፂ ንህዝብና ድምፂ ንመንግስትና ድምፂ ንምዃን እዩ። ቢቢሲ ካብ ካልኦት ዝበለፀ ናይ እንግሊዝኛ ናይ ትግርኛ ናይ ኣምሐርኛ ናይ ኦሮምኛ ፕሮግራም ኣሎ እዚ ዕድሎም እዚ ተጠቂሞም ግና ፍትሓዊ ብዝኾነ መገዲ ፃውዒትን ግፍዕን ኣብ ልዕሊ ህዝቢ ትግራይ ዝበፅሐ ኣየስፍሩን ዝብሉ ስለዚ እዚ የስፍሩና ኢልና ንጠርዕ ኣለና ማለት እዩ ልምዓት ኣብ ትግራይና ዝግበር እዚ ጆኖሳይድ ብሕድፊ ብኣምሓርኛን ብትግርኛ ፕሮግራማት ዘይኮነ ኣንጻር ዝኾነ ሪፖርት የሕልፍሉ ስለ ዘሎ ነዚ ክስተኻኸል ከም ዘለዎ ህዝቢ ትግራይ ጆኖሳይድ እንዳተገበረ ብዙሕ ከቨር ስለ ዘይህቦ ዘሎ ነዚ ክናስና ኢና መጺና ኣብዚ
እቶም ሰልፈኛታት ካብ ዋና ቤት ጽሕፈት ቢቢሲ ብምቕጻል ናብ ዋና ቤት ጽሕፈት ጉዳያት ወጻኢ ዓባይ ብሪታንያ ማለት እውን ናብ ፎረይን ኮመንወልዝ ኤንድ ደቨሎፕመንት ኦፊስ ብምኻድ ኣብ ምዕራብ ትግራይ ብተስፋሕፋሕቲ ሓይልታት ኣምሓራ ኣብ ልዕሊ ህዝቢ ትግራይ ይፍፀም ዘሎ ቅሉዕ ምፅናት ዘርእን ኢሰብኣዊ ተግባራትን ደው ንኽብል እውን ፀዊዖም እዮም። ኣብ ልዕሊ ህዝብና ዝበፅሑ ዘሎ ብዙሓት ግፍዕታት ኣብ ምዕራብ ትግራይ ኣብ ቀረባ ግዜ ዝረኣናዮ መናእሰይና ህዝብና ኣብ ሑመራ ዝተረእየ ማለት እዩ እዚኦም ከምዚኦም ዝበሉ ብምልኦም ትኹረት ክረኽቡ እቲ ኢንተርናሽናል ሚድያ ክዝግቦም እቲ ናይ ኢንተርናሽናል ኮሚኒቲ ኢንተርናሽናል ብምሉእ ዘሎ ኣብ ዓለም ዘሎ ሕብረተሰብ ኣብ ልዕሊ ትግራይ እንታይ ዓይነት ጀኖሳይድ ይፍፀም ከም ዘሎ ንክፈልጥ ናይ ምግባር ግዴታ እውን ስለ ዘለዎም ከም ሚድያ ስለዚ እዚ ሽፋን ንክህቡ ንምፅዋዕ እዩ። ዓሌታዊ ምፅናት ኣብ ትግራይ ናይ ዓለም መንግስትታት

ክኾን ከም ዘለዎ ነዚ ክጻረሩ ከም ዘለዎ ነዚ ድምጺ ንክኾኑና ኢና እዚ ከኣ እቲ ኢንተርናሽናል ኮሚኒቲ ሓገዝ ገይሮም ብዚ ከኣ ፕራይም ሚኒስተር ናይ ዩኬ ንክሕግዝ ኢና ድምጽና ናስምዕ ንኸይድ ዘለና። እዚ ኩሉ ኣብ ተከዘ ዝድርበይ ዘሎ ናይ ኣሕዋትና ስጋን ነብስን ህዝብና ጠምዩ እኽሊ ከይረክብ ከይርከብ ዝገብር ዝግበር ዘሎ ዋላ ሓንቲ እንታይ እዩ ሽሙ ኣይብልዎን ዘለዉ። ኣብ ልዕሊ ህዝቢ ትግራይ ስቲል ሕጂ እውን ብዙሓት ብዙሕ ጀነሳይድ ይፍፀም ከም ዘሎ ኣብ ምዕራብ ትግራይ ቀረባ ግዜ ዝረኣናዮ ነገር ኣሎ። እዚ ናይ እንግሊዝ መንግስቲ ንክፈልጥ እሞ ኣብ ልዕሊ ናይ ኢትዮጵያ መንግስቲ ተፅዕኖ ክገብር ካልኣይ ከዓ ኣብዚ ናይ ክሪሚናል ሚን ወር ክራይም ዝገብሩ ዘለዉ መራሕትታት ኢትዮጵያ ናብ ሕጊ ዝቀርብሉ ኩነታት ንከመቻቹ ኢንዲፐንደንት ዝኾነ ናይ ኢንተርናሽናል ዝኾነ ባዲ ተቋቒሙ ከዓ እቲ ኣብ ልዕሊ ህዝቢ ትግራይ ዝተገበረ ግፍዕታት ብምሉእ ንክፃረ ዶክሜንትድ ኮይኑ ናብ ሕጊ ዝቐርብሉ ሚንስ ንክፍጠር ድምፂ ንህዝብና ንምዃን ኢና ናብ ፕራይም ሚኒስተር ኦፊስ ዝኸደሉ ማለት እዩ። ኣብ መወዳእታ፣ ህዝቢ ትግራይ ዘካይዶ ዘሎ ፍትሓዊ ቃልሲ ኣብ ምሉእ ዓወት ክሳብ ዝበጽሕን ሃለዋትን ድሕንነትን ህዝቢ ትግራይ ብዘተኣማምን መልክዑ ክሳብ ዝረጋገጽን ቃልሶም ኣሐይሎም ከምዝቕጽሉ ብምርግጋጽ ኣብ መላእ ዓለም ዘሎ ዳያስፖራ ትግራዋይ እውን ቃልሱ ኣሐይሉ ንክቕጽል ጻውዒቶም ኣቕሪቦም እዮም።
ገና እቲ ናይ መጀመርያ ዓወት ናይ መጀመርያ ምዕራፍ ተዓዊትና ኣለና ኦብስሊ ህዝብና ኣብ ኢድ ደቁ እዩ ዘሎ እቲ ቅድሚ ሕጂ እቲ ዝበዝሕ ከባቢ ትግራይ ማለት እዩ እቲ ቅድሚ ሕጂ ኣብ ልዕሊ ኣዴታትና ደቅና ዝበፅሕ ነበረ ግፍዕታት ብምሉ ጠጠው ክብል ተገይሩ ኣሎ ኣብ እቲ ዝበዝሕ ከባቢ ትግራይ ማለት እዩ ኣብ ኢድ ደቁ ስለ ዘሎ ንሳቶም ግን ከዓ ስቲል ከዓ ናይ ኣምሓራን ናይ ኤርትራን መሬት ዝተቆፃፀርዎ ኣሎ ስቲል እቲ ግፍዒ እውን ቀፂሉ ኣሎ እቲ ካልኣይ ምዕራፍ ከዓኒ ነቶም ኣብ ልዕሊ ህዝቢ ትግራይ ጀኖሳይድ ዝፈፀሙ ግፈኛታት ናብ ሕጊ ናይ ምቕራብ ናይ ዝግበር ቃልሲ እቲ ዝኸበደ ካብቲ ቅድሚ ሕጂ ዝሓለፍናዮ ዝኸበደ እውን ክኸውን ይኽእል ሰው እቲ ዓወት ገና እዩ ማለት እዩ ሰው እቲ ካልኣይ ምዕራፍ ዓወት ካብቲ ናይ መጀመርያ ዝሓለፍናዮ ዓወት ዝኸበደ ክኸውን ስለዝኽእል ኣብዚ ዝግበር ቃልሲ ምዝሓላት ከይመጽእ ስቲል ከምቲ ናይ ቅድሚ ሕጂ ኮሚትድ ኮይንና ከም ሓደ ማለት እዩ ኩላትና ከም ሓደ እናተቃሰ ከም ሓደ ከም ሓደ ከም ቤተሰብ ኢና እናተንቀሳቀስና ነርና ሕጂ እውን ንሱ ቀጺሉ ክኸይድ ኣለዎ በቲ ዝተረኸበ ናይ ዲፕሎማሲ ዓወታት ኣብ ኢንተርናሽናል ኮሚኒቲ ትኩረት ረኺቡ ዝተወሰነ መልክዑ ተፅዕኖ ምፍጣር ዝተኻለሉ ዝተገበረሉ ሕጂ እውን ከይተሰላቸና ቃልስና ከነሐይል ክኸእልና ኣለና ንሳቶም እቲ ዝኽእልዎ ኩሉ ኣብ መሬት ይገብሩ ኣለዉ ንሕና ከኣ እታ ኣብዚኣ ኮይንና እታ ንኽእላ ኮይንና እንዳተሓጋገዝና እንዳተደጋገፍና ንህዝብና ድምጺ ክንከውን ሕጂ እውን ከምቲ ናይ ትማሊ ዝገበርናዮ ክንቅጽል ኣለና እዩ ዝብል። ትግራዋይ ፅቡቕ ዝኾነ ሓቦን ኒሕን ሒዙ እዩ ዝንቀሳቐስ ዘሎ። ቀፃሊ እዚ ጉዳያት ስለ ዘይተወድእስ ንድሕሪት ክንብል የብልናን ኣበርቲዕና ሕጂ እዩ እንድያው ናይ መጨረሻ ምዕራፍ እዩ ዘሎ ጸላእትና ወላ እንዳ ተጸራረጉ ይኽዱ እምበር ምሉእ መሊዕና ዓወትና እስካዕ እናተጨናቕቕ ብቀጻሊነት ወላ እዚ ኹናት ተወዲኡስ ናብ ልምዓትን ብኸምዚ ዓይነት መልክዑ ክንረባረብ ከምዘለና እየ መልእኽተይ ዝሕልፍ።
ሃለዋትናን ድሕንነትናን ብቕልፅምና! ትግራይ ትስዕር!
ኣብዚ ዋና ውይይት ተፅዕኖ እዩ ነይሩ እዚ ግን ካብ መጠን ላዕሊ ደስ ኢልና ብጣዕሚ ፀሓይ በሪቑና ክንብል ንኽእል ኢና ሓንቲ እንኮ ህይወቶም ንሳ ክኸፍሉ ንበረኻ ከይዶም እሞ እዞም ደቅና ጀጋኑ ታሪክ ሰሪሖም ክምለሱ ከለው ካብ መጠን ንላዕሊ እዩ ተሓጉ- ተሓጒስና
ፈርስት ናይት ማን እዩ ነይሩ ትወደኢለ ዓወት ኢለዮ ኣብ ትግራይና
ክልተ ሰለስተ ግዘ ሲዕርናዮም ብቀፃሊ ውን ክስዕሮም ኢና ኩሉ ግዘ ከዓ ትግራዋይነት እናተኹልዕ እዩ ክነብር በዛ ቤትና እንደምሕበር እቲ ሽማ ሓፊትና በቲ መን እዩ ክስኩና ንሰማ ቤትለይ ክኢላ ተሕለፈት ሕማቅ ናይ ቁፅሪ ልዕልነት ናይ ተኹሲ ልዕልነት ዝነበሮ ፀላኢ እዩ ክንድምስስ ኢልና ተበጊስና ስለ ኮሎኔል ሃዲሙ ሰራዊት ተዋጊኡ ስዒርዎ ብጅግንነቱ በሊፁ እዞም ዝጨፍጨፉና ከም ወታደር ነው እቲ ሓይሎም ተዘይደምስስናዮም ሓራ ከም ዘይንወፅእ ስለ ዝፈልጥ ምስ ህልኹ ኢድ ንምሃብ እውን ክዕም ዕድል ዘይትንኩ እዮም ዝብሉ ከም ወታደራት ኢድ ኢድ ንክተውፅእ እውን በጢሱ በጢሱ ይሓርጉ
እሳቶም ናይ ኣቦኦም ይገብሩ ኣንሕና ከዓ ናይ ኣቦና ንገብር ስረ ናይ ወለድና እዩ ተኣምር ሰራሕቲ እዮም ቶም ደቅና
ጽብቕቲ ትግራይ ክትኾን እዩ ዝድሊ
ትግራይ ስዒራ ትግራይ ትዕወት ትስዕር እውን እስካዕ መጨረሻ።
ካብ ቴሌቪዥን ድምፂ ወያነ ትግራይ ዜናታትና ሐዚ እናቐፀሉ እዮም። ፋሽስት ኣብይ ኣሕመድ ኣብ ስልጣን ክሳብ ዝጸንሐ ናብ ሱዳን ዝተሰደዱ ተወለድቲ ብሄረሰብ ቅማንት ናብ ሃገሮም ክምለሱ ከምዘይኽእሉ ገሊጾም። ሓይልታት ትምክሕቲ ክልል ኣምሓራ ምስ ወታደራት ፋሽስት ኣብይ ኣሕመድ ብምትሕብባር የብጽሑሎም ብዘለዉ ግፍዕታት ኣብ ቀረባ እዋን ብኣሽሓት ዝቑጸሩ ተወለድቲ ብሄረሰብ ቅማንት ናብ ሱዳን ከምዝተሰደዱ ያሆ ኒውስ ጸብጺቡ'ሎ። እመቤት ደሞዝ ዝተብሃለት ተወላዲት ቅማንት ዝኾነት መንእሰይ፣ ኣብ ቁሸታ ብዙሓት ሰባት ብጎዞሞ ከም ዝተቐተሉን ገዛውቲ ከም ዝተባርዑን ምስ ገለጸት፣ ነቶም ግዳያት ንምቕባር ከም ዘይኸኣሉን ናብ ሱዳን ከም ዝሃደመትን ተዛሪባ ኣላ። ሓይልታት ክልል ኣምሓራ ንዓመታት ኣብ ልዕሊ ተወለድቲ ብሄረሰብ ቅማንት ግፍዕታት ክፍጽሙ ከም ዝጸንሑን ፋሽስት ኣብይ ኣሕመድ ኣብ ትግራይ ወራር ካብ ዝፍጽም ንደሓር ሓይልታት ኣምሓራ ኣብ ጎንና ኮይንኩም ናብ ትግራይ ንምንታይ ዘይትዘምቱ ብምባል ኣብ ልዕሊ ቅማንት ጨፍጫፋት እናፈፀሙ ከምዝኾኑ እቶም ስደተኛታት ኣፍሊጦም ኣለው። ብላታ ጎሹ ዝተብሃሉ ስደተኛ ብሄረሰብ ቅማንት ብወገኖም፣ ኣምሓሩ ኣብ ጎኖም ተሰሊፍና ንትግራይ ንኽንወርር ሓቲቶምና፣ እምቢ ንትግራይ ኣይንወግእን ምስ በልናዮም ኲናት ኸፊቶምልና ክብሉ ተዛሪቦም ኣለው። ብተወሳኺ ሓይልታት ኣምሓራ ንዂናት ትግራይ ከም ጉልባብ ተጠቒሞም ንተወለድቲ ቅማንት ካብ መሬቶም የፈናቕልዎም ከምዘለው እቲ ዜና ወሲኹ ሓቢሩ'ሎ። ኣብ ሱዳን ንዘለዉ ስደተኛታት ተወለድቲ ቅማንት፣ ፋሽስት ኣብይ ኣሕመድ ካብ ስልጣን እንተድኣ ዘይተኣልዩ ናብ ሃገሮም ክምለሱ ከምዘይኽእሉ ገሊጾም። መንእሰይ እመቤት ዝተፈላለዩ ጸገማት መነባብሮ ከምዘለዎም ምስ ገለጸት፣ እንተወሓደ ኣብዚ ድሕንነትና ውሑስ'ዩ። መንግስቲ ኣብይ ኣሕመድ ኣብ ስልጣን ክሳብ ዘሎ ግና ናብ ሃገርና ክንምለስ ኣይንኽእልን ኢላ'ላ።

ኣብ ልዕሊ ሚድያታት ዝተፈላለየ ዓፈናታት ክፍፅም ዝፀንሐ ፋሽስት ኣብይ ኣሕመድ ሕዚ ድማ ኣብ ማሕበራዊ ሚድያታት ተወሳኺ ዓፈና ንምፍፃም ከምዝተዳለወ ተሓቢሩ ኣሎ። ፋሽስት ኣብይ ከም ፌስቡክን ትዊተርን ንዝበሉ ማሕበራዊ ሚድያታት ኣንፃር ኢትዮጵያ ከምዝንቀሳቀሱን መሳርሒ ፖለቲካ ሓይልታት ከምዝኾኑን ጉጅለ ፋሽስት ኣብይ ከምዝኸሰሰ ቢቢሲ ፀብፂቡ ኣሎ። ፋሽስት ኣብይ ነዘን ማሕበራዊ ሚድያታት ብካልኦት ንምትካእ ከምዝተለመ ዝሓበረ እቲ ፀብፃብ እቶም ዓለም ለኸ ማሕበራዊ ሚድያታት ጉጅለ ፋሽስት ኣብይ ኣብ ወፍሪ ጽልምን ሕሶት ዜናን ብምውፋሩ ኣብ ልዕሊኡ ንዝወሰድዎ ኣራማይ ስጉምቲ ድማ ከምዝነቐፈ ኣፍሊጡ ኣሎ። መንግስቲ ፋሽስት ኣብይ ንፖሊስን መስርሕን ማሕበራዊ ሚድያታት ብምጥሓስ ናይ ሕሶት ኣድራሻታት ኸፊቱ ክገብሮ ዝጸንሐ መዕነዋይ ኣከያይዳ ንምእራም ፌስቡክ ነቶም ናይ ሕሶት ኣድራሻታቱ ከምዝዓጸወ ቢቢሲ ኣዘኻኺሩ ኣሎ። እምበኣርከስ ዝኸበርኩም ተመልከትቲ ተለቪዥን ድምፂ ወያነ ትግራይ ነዚ ዕለት ዝበልናዮም ዜናታት እውን ኣብዚ ዛዚምና ኣለና። ሕዚ እውን ደጊምና እንኳዕ ንዓመታዊ በዓል ኣሸንዳ ሃይማኖታውን ታሪኻውን በዓል ህዝቢ ትግራይ ዝኾነ ብሰላም ኣብፀሐኩም ክንብል ንፈቱ። ሃለዋትናን ድሕንነትናን ብቕልፅምና! ትግራይ ትስዕር! ሰላም!